ሃሎ ኣዜቤ ደቂ በፅሒ መፀ ሕጂ ብዛዕባ ነብስና ክዛረብ እየ ነብስና እንታይ እንታይ ኣለዎ ኦኬ ማይ ሰብዓን ክልተን ፐርሰንት ማይ እዩ ሽዱሽተ ፐርሰንት ኤየር እዩ፣ ዓሰርተ ክልተ ፐርሰንት ሜሬት እዩ፣ ኣርባዕተ ፐርሰንት ሓዊ እቲ ዝተረፈ ቦታ እዩ ጥርሑ ነገር ስፔስ ሕጂ ድሕን እዚ ዝበሃል ዘሎ ክርዳእና ኮይኑ ነብስና ብምንታይ ተሰርሑ መጀመርታ ክንፈለጥ ኣለና ክነረጋግፅ ኣለና ከዓ ከመይ ጌርና ኢና ነረጋግፅ ንመን ኢና ንኣምን ንነብስና ዲና ንኣምን ንዶክተር ዲና ንኣምን ንቀሺ ዲና ንሸኽ ንመን ኢና ንኣምን ወላ ንነብስና ሕጂ ኢድ ከር እንደለና ንኣምን ዲና ንፈልጥ እዚ ክንፈልጥ ክንክእል ኣለና ኢድ ከም ዘለና ንፈልጥ ኢና ኣይንኣምን ኢና ነጥብ ርእከል ኣለኻ ኦኬ ሶ ነብስና ከዓኒ ካብ እንታይ ከም ተሰርሐ ከመይ ከም ተሰርሐ እንታይ ከም ዘለዎ ውሽጡ ንኣምን ዲና ንፈልጥ ክንፈልጥ ክነንብብ ኣለና ወይ ክነጽንዕ ኣለና ወይ ከዓ ውሽጥና ኣቲና ነብስና ክንሓትት ክንከል ኣለና ነብስና ክነግረና እዩ እዚ ርግፅ እዩ ግን ወይ ንቀሺ ወይ ንሸኽ ወይ ከዓኒ ንሳይንቲስት ንዶክተር ኢና ንኣምን ምሽ ኦኬ ሕጂ እዚኦም ሳይንቲስት ዝብሉ ዘለዉ ኤቲ ፐርሰንት ሰቨንቲ ፐርሰንት ነብስና እማ እዩ እቲ ካልእ ቻርኮል ወላ ገልምታት ኤየር ገለገለ እዩ ኦኬ ከምዚ ሕጂ ኣነ ዝጠቀስኮ ኦኬ ኦኬ ሕጂ ንሕና መጀመርታ ንሕና ኣንደርስታንዲን ናይ ነብስና ክንፈልጥ ድሕን ኮይና ናትና ኣረዳድኣና ሽፍት ክከውን ክልዕል ክኽእል ኣለዎ ምትትባል ን ኦኬ ኦኬ ኦኬ ን ቆልዓኻ ከ ኦኬ ዳሕራይ ከ ኦኬ ኖ ሕጂ ግዜ ናይ ኦኬ ኦኬ ኣይኮነን ግዜ ናይ ሕቶ ናይ ምሕታት እዩ ሕጂ ኦኬ ነብስና ኣነ ከ ኦኬ ኢለ ብምንታይ ተሰርሑ ፈሊጥና ኣለና ንምንታይ ንሓምም ንምንታይ ንሓምም ዓይነታት ናይ ሕማም ኣሎ ኩሉ ሕማም ካብ ሓሳባትና ዝተበገሰ እዩ ኣብ ርእስና እዩ ኣብ ርእስና እዩ ክበሃል ከሎ ግን ነነነ ኣብ ርእስና ይኮነ ኣነ ብዚ እንዳቀን ዘኹስ ኣብ ርእሳ ይኮነ ንሪኦ እንዲ ደለኹ እየ ትሪኦ ኣለኻ ግን ኣብ ርእሲ እዩ ተሰሪሑ ኣብ ሓሳብ እዩ ሶ ሓሳባትና ከነዕርዮ ክንክእል ኣለና ጥዑይ ጥዑይ ክንሓስብ ኣለና ማለት እዩ ንሕን ከይንሓምም ደሊና ናትና ቫይብሬሽን ሃይ ክኸውን ክኽእል ኣለዎ ናይ ሎው ብሎድ ፕረሽን ኮይኑ ዝኾነ ናይ ታሕቲ ናይ ሕማም እዩ ድሕዝ ሶተሓምም ናምነት ርእስና ንሓምን ርእስና ንሓምም ወይ ክንድቅስ ኣለና ክቅየር ነብስና ክሓልፎት ናይ ርእሲ ሕማም ወይ ከኣኒ ናይ ርእሲ ሕማም ኣስፕሮ ኣስፕሪን ገለ ንወስድ ምሽ ኣብ ኣስፕሪን እንታይ ኣሎ ቆጽሊ እዩ ደሎ ቆጽልን ንሕናን ሓደ ኢና ሕጂ ካብቲ ናትና ደለናዮ ቫርብሬሽን ክንወፅእ ሕጂ ድሕንቲ ቀንዚና ታሕቲ ስለ ዝኸይድ ካብቲ ግቡእና ንወሪድና ኣለና ሕጂ እቲ እቲ ፎስ ንወሃቦ ኣፍቲ ኣብዚ ኣብዚ ስለ ዝኾነ እቲ ናቲ ባርብሬሽን እቲ ሕማምና ርእስና ሐሚሙ ደሎ ንዕኡ ምስ ወሰድና ማዕረ ንኸውን እዎ ንሐኛ ይጠቂሙ ደስ ኢሉኒ ክሪኦ ሕጂ ንሐዊ ጥራሕ እትም ሳይንቲስት ንሕና ንብሎም ነቲ ምስጢር ሒዞሞ ዘለዉ እዮም ምክንያቱ ድሕምቲ ምስጢር ሂቦምና ኣስብርባሕ ዓዲግና ክንበልዕ ኣየድልየናን እዩ ንነብስና ከነሐጉስ ከነሐጉስ ከነሐዊ እየ ኦረዲ ንፈልጥ ኢና ሕጂ እንታይ ድሕምመካ ፈሊጥካ ከማለይ ቅድሚ ምሕማሙ ክትከላኸል ትኸእል ኢኻ ኩሉ ግዜ ድሕን ዝኾነ ነገር ጸቢቡ ካብቲ ግቡኡ እቲ ነፍሲ ክዘዋወር ድሕን ጸቢቡ እዩ ሕማም ዝፍጠር ንምንታይ ዝጸብብካ ብግቡእ ድሕን ዘይሰርሐ ብግቡእ ድሕን ንምንታይ ኣይሰርሕን ሓሳብካ ኣምጺኻ ዘይኮነ ዘይኮነ ሓሳባት ኣምጺኻ ነቲ ጭንቀት ትፈጥረሉ ንነፍስኻ ምሽ ሕጂ እቲ ጭንቀት ክትፈጥር ከለኻ ኬሚካል ኣሎ ሪሊስ ዝኸውን ቶክሲክ ዝኾነ ሕጂ እቲ ቶክሲክ ኣብቲ ብላድ ስትሪም ምስ ኣተወ ኦፍኮርስ ይሕመካ ዋላ እቲ ግቡኡ ከምቲ ግቡኡ እቶም ነፍስና ክሰርሑ ኣይኸእሉን ከም በዓል ካንሰር ድዩ ከም በዓል ባክ ኤግ ድዩ ሕቆ ሕቆ ሕጂ ሕማም ስትረስ እዩ መስለና ኒሕና ከቢድ ኣልዒልና ገለመለ ሕቆ ሕማም ስትረስ እዩ ኣልሰር ኣልሰር ካብ ኩሉ ድሕን ትጽመም ኳንካ ትጽመም ትጽመም ትጽመም ትጽመም ድሕን ኮንካ ወይ ናይ ኣዕጽምቲ ሕማም ወይ ከዓኒ ኣልሰር ትሓምም ሕጂ ደጸምም የብልናን ክንመጽእ ከለና ኣብዚ ከማን ክንጻወት ክንስሕቕ ኢና እምበር ክንጽመም ክንቁንዞ ኣይኮነን ግን ን ኩሉ ግዜ እም፣ እንታይ ንስኻ ትደሊ እዩ ኣትራክት ትገብር ያ ሕጂ ድሕን እ፣ ንሓደ ነገር ክትሕዞ ኾንካ እንታይ ይብለኒ ኣሎ እዚ ወይት ንሓደ ነገር እስኪ ሶሪ ሶሪ ሶሪ ሶሪ ኦኬ ገለ መፅእ ኣብዚ ናይ ጓለይ ኮምፒውተር ኣይፈልጣን እየ ኤኒወይ ብዛዕባ ነፍስና እየ ዝዛረብ ነይረ ብነፍስና ብምንታይ ተሰሪሑ ድሕን ኣሚናሉ ኦኬ ከማን ከ- ከፍልጠና ከማን ነፍስና ክሕግዘና እዩ ከመይ ጌርና ነፍስና ከነሕዊ እ፣ ብቐሊሉ ንኽእል ኢና ምክንያቱ ኣሰራርሑ ስለ ዝፈለጥና ድሕና ኣሰራርሕኡ ግን ስጋ ዓፅሚ ዶ ገለ ገለ መልታት ኢልና ኣብኡታ ድሕና ኣብ ርእስና ደወሰና ተወሰና ከማኒ ዋላ ከም ከነዕርዮ ንነብስና ከማን ኣይንኽእልን ኢና መብዛሕትኡ ሰባት እዚኦም ነብሶም ፅቡቅ ገይሮም ፅቡቅ ምግብታት ዝበልዑ ፅቡቅ ኤክሰርሳይዝ ዝገብሩ ፍረሽ ኤር ዝረኽቡ ቀድምታ መብዛሕትኡ ግዜ ኣይሓሙን እዮም ብሕልፊ ድሕን ዝስሕቁ ድፃቱ ንምንታይ ደራፋይ ዘይኣርግ ድብሎ ዓድና ምኽንያቱ እቲ ስምዒት የውፀእ እዩ እቲ ክደርፍ ከሎ ፅቡቕ ኣታናፍሳ ኣብ ኩሉ ቦታ ኣብ ውሽጡ ስለ ዝኣቱ ብትንፋስ ከማኒ ምኽንያቱ እትም ኣብ ዓድና ናይ ቀደም እዚ ናይ ቀደም ብዙሕ ብዙሕ ብዙሕ ክረአ ኣለዎ ምክንያቱ ኣፍካ ሃሃይ ተብል ይብሉና ወይ ምክንያቱ ዝኾነ ገለ መለታት ብብልዒ ጥራሕ ኣይኮን ብምትንፋስ ክመካትካ ኸእል ጀርሚ ዝኾነ ጀርምስ ብዝገለ መለታት ብፍንጫኻ ክኣቱ ክእል ብኣፍካ ብኹሉ እማ ንዕና ብዙሕ ነዃላት እዩ ዘለና ከምኡ እዩ እቲ ነፍስና ሕጂ ብዙሕ ነዃላት ስለና ብብዙሕ ነገራት ክኣትዮም ከጥቅዑና ክእሉ እዮም ሕጂ ንሕና ንኸይንጥቃዕ እንታይ ክንገብር ኣለና ጥዑይ ምግቢ ክንበልዕ ኣለና ጥዑይ ምግቢ ማለት ላይፍ ከም በዓል ፍሩታ ሰላጣ ቬጅትብል ምሽ ብሽኮቲ ብሽኮቲ እንታይ ኣሎ ብሽኮቲ ከም ናይ ቀደም ብሽኮቲ ይኮነን ናይ ሕጂ ብሽኮቲ ብፅቡቅ ፍላወር ብፅቡቅ ባተር ጌርካ ሰሪሕካ ሽኮር ጌርካ ኖ እቲ ባተር ተዛሪበሉ ነይረ ናይ ፀባ ከመይ ዓይነት ፀባ ምዃኑ እቲ ባተር ዝገደደ እቲ ሽኮር ንገዛእ ርእሱ እቲ ስርናይ ከማነይ ብልቼም ዝገብርዎ ክንደይ ነገራት ፕሮሰስ ኣብ ክንደይ ነገራት ይሓልፍ እዩ ኣይ ጽቡቅ ኣይኮነን ሰብ ብዙሕ ነገራት ስለ ዝገብርሉ ነብስና ንክሰብሮ ሰብሮ ኢለይ ሰብሮ ኣይኮነን ሰብሮ ግዜ ይወስደሉ እዩ ኣብ ርእሲ ሓድሽ ሓድሽ ስለ ነእትወሉ ንንግር መንገድና ብደይ ዕድል ከይሃብናዮ ነብስና ከጽርዮ ይበዝሖ ይበዝሖ ይበዝሖ ኣብኡ ስታክ ይኸውን ሕጂ ኣሎ ኣብ ዶክተር ከይዱ ሰብ ኣሎ ዋላ ከፊልካ ከማነይ እቲ ቫልካ ዝነቀፀ ተጠቃቅዐ የፅርዩልካ እዮም ብማይ ገይሮም እዚ ኣሎ ኦኬ ንምንታይ ኣብኡ ዝድለ ንምታይ ነብስናሲ ብምንታይ ድየ ነፍቅራ ንሕና እዛ ነብስና እዚኣ እስፔሻል እንድያ ንምንታይ ድየ ነፍቅራ ጽቡቅ ጌርና ድየ ንሕዛ ዝኾነ ነገር ዋላ ኣብ ቆርበትና ይኹን ዋላ ኣብ ውሽጥና ይኹን ጽሩይ ነገር ክኣትዎ ክኽእል ኣለዎ ድሕን ሓደ ነገር ኤክስፓየር ኾን ትፈልጦ ኾንካ ክትቆርብ ኸመን የብልካን ድሕን ንምንታይ ኤክስፓየር ንምንታይ መብዛሕትኡ ኤኒዌር ኤክስፓየር ዝገብሩ ማእታን እሱ ክኸይድ ድሞ እንደገና ክትዕድግ ጀነሬት ምግባር ንቢዝነስ እዩ ኦኬ ገሊኡ ኤክስፓየር ኾን እዩ ብሰዓቱ ገሊኡ ግን ኣይገብርን እዩ ገሊኡ ቅድሚ እቲ ሰዓቱ እዩ ኤክስፓየር ዝገብር ስለዚ እቲ ዝበለጸ ኣነ ከተዛሪበሉ ነይሩ ኣብ ገዛ ምግቢ ምስራሕ ዋላ ቅጫ ካብ ገዛ ካብ ምስንካት ከማነ ፋራ ምዃን ኣይኮነን ነብስኻ ምፍታው እዩ ድሕን ጥዑይ ቅጫ ደይ ኣብዚ ዓዲ እኮ ኣሎ ፒታ ብሬድ ቀደም ብሕልፊ ዝበለፀ ነይሩ ሕጂ እንዳተበላሸ ኮይኑ እምበር ፒታ ብሬድ ኣሎ ዓይነታት ቅጫታት ክትረክብ ትኽእል እያ ብዙ ዓይነታት ባነታት እዩ ዘሎ ግን እቲ ባነታት እንታይ እዩ ኣትይዎ ደሎ እንታይ ዓይነት ፍላወር እዩ ከመይ ገይሩ ተሰሪሑ ክንድምታይ ይስቲ ኣትይዎ ኣሎ ክንድምታይ ገለ እዚ ኩሉ ንዓኻ ንነብስኻ የድልየካ ድዩ ነቲ ነብስኻሲ ጽቡቕ ክኸውን ምሉእ ክኸውን ከተዕርፍ ጽቡቕ ክትድቅስ ጽቡቕ ክትስእ ዓይንኻ ክኽፈት መን ምዃንካ ክትፈልጥ ማዕረ ምስቲ ትደልዮ ቦታታት ክትበጽሕ ድሕን ትደለኻዮ ክትፈልጥ ምስጢር ድሕን ኣሎ ክትፈልጥ እዚ ኩሉ ንክትፈልጥ ነብስኻ እስኪ ዝሚ ጽቡቅ ጌርካ ክትሕዛ ክትክእል ኣለካ ነብስኻ ክትፈልጦ ኣለካ እንታይ ይኣቱ ንኣብነት ሕጂ ነብስና ናይ ግድን ክሕፀብ ኣለዎ ክሕፀብ ኣለዎ ክሬም ክግበረሉ ኣለዎ ካብ ኣኮርዲን ከምቲ ዓዲ ኣብ ሙቐት ዓዲ ድሕን ኮይኑ ምናልባት ክሬም ኣየድልየካ ንኸውን ኣብ ቁሩ ዓዲ ግን ክሬም የድልየካ ኸውን ምክንያቱ እቲ ዓዲ ንገዛእ ርእሱ ብዙሕ ነገር ዲማንድ ይገብር እዩ ኦኬ እቲ ነብስኻ ትለምዶ ኢኻ ኣሎ ከምዚ ወልፊ ድሕዘካ ኣሎ ንሕና መስለና ሽጋራ መስተ ድራግ ጥራሕ መስለና ኸውን ወይ ከዓ መስተ ሽጋራ ድራግ ካለ እንታይ ኣሎ መስለና እምበር ብዙሕ ዓይነት ድራጋት ኣሎ ሕጂ ንኣብነት ከማ ንዓይ ዳርጋ ወልፊ ናይ ማይ ምስታይ ኣለኒ እዚ ዓዲ ቁሪ እዩ ኦኬ እዚ ዓዲ ቁሪ እዩ ግን ኣነ ዋላ ብቁሪ ብዊንተር ቡዙሕ ማይ ሰቲ ምክንያቱ ኣፍቲ ማይ ኦቨስሊ ገለ ነገር ኣሎ ነፍሰይ ድደልዮ ማለት እዩ ድሕን ደይ ሰተኮ ዲሃይድሬት ፅምኣት ትምፅማዕኒ ማይ ደሊ ከምኡ ኦኬ ብዙሕ ነገር ኣሎ ነብስና ክንፈልጦ ክንክእል ኣለና ማስተር ክንከውን ኣለና ናይ ነብስና ማይ ክገድፎ ይኽእል ድየ? ማይ ግደፍ እዩ። ብደይ ምግቢ ዝነብሩ ሰባት ድማ ኣለዉ ፎር ሹር ኣለዉ። ጥሜት ኣይስምዓካን እዩ ጥሜት ኣይስምዓካን እዩ ዲፐንድ እንታይ ዓይነት ስራሕ ትሰርሕ ክንዲ ምንታይ ዓመት ከ ኢኻ በሊዕኻ ነቢርካ እሞ እ፣ ጠጠው ኣቢልካዮ እንታይ ዓይነት ዳመጅ ኣብ ነብስኻ መፅእ ኩሉ ነገር ግራጅዋሊ ግን ዘይከውን ነገር የለን ነብስና ስፔሻሊ ንሕና ኣይንፈልጦን ኢና ከማን ብዙሕ ብዙሕ ብዙሕ ብዙሕ ነገር ክገብር ክእል ሰፕራይዝ ሰፕራይዝ ሰፕራይዝ ሰፕራይዝ ላይፍ ጆይ እዩ ድህበካ እየ ላይፍ ጆይ እዩ ንሕና ክንፃወት ኢና መፅና ምክንያቱ ኣበይ ኣሎ ኣብ ውሽጥና ኩሉ መፃወቲ መስሓቂ ኩሉ ነገር ኣብ ውሽጥና ኣሎ ድሌትና ከነውፅእ ንኽእል ኢና ኣርት ተደሊና ከነውፅእ ንኽእል መፅሓፍ ኣሎ ኣርት ዘይኽእል ሰብ ከይዱ ነቲ መፅሓፍ ዓዲጉ ድሕና ኣንቢቦ ስቴፕ ባይ ስቴፕ ካባኻ ምሽ ካብ ደገ ኣይኮነን ትቀድሕ ካባኻ ከመይ ጌርካ ከም ተወፅእ ዝነግር መፅሓፍቲ ኣሎ ያ ብዙሕ ነገር ክትገብር ትኽእል ብዙሕ ነገር ክትገብር ትኽእል ንሕና መምፅኢና ኣብ ውሽጥና እዩ ደሎ ሕጂ ምሽ ወፁ ኣሎ መዓት ሰባት ይወፁ ኣለዉ ሕጂ ንኣብነት ኣብ ደርፍታት ብሕንፊ ድሕን ርኢና ደሪፎም ዶ ይፈልጡ ደርፍታት ዝበለፀ ደርፍታት ይደርፉ ኣለዉ ከመይ ገይሮም ክሕተት ኣለዎ እሱ ከም ብዝጠቃዕ ኣይጥቃዕ ኣይ ንዘጣቕዑ ኣይጣቃዕን እዩ ክትፈልጥ ኣለካ ንምንታይ ትጣቅዕ ክንፈልጥ ኣለና ንምንታይ ነጣቅዕ ንምንታይ እቲ ሓደ ሃፍታም ዝበልዑ ንሕና ነጉስዖ ከመይ ገይሩ ንሱ ኣብኡ በጺሑ ክቅናሉ የብሉን ሃፍታም የሃፍትም ጉድላክ እቲኣ እቲኣ መፍትሕ እቲኣ መንገዲ ረኺቧ ጉድላክ ንምንታይ ንስኻ ደይ ትበጽሕ ናትካ ክቁሙጥ ኣሎ እንታይ ይብሎ ድሕን ጉግል ክትገብሮ ደሊኹም ቮርቴክስ ቪኦኣር ቲኢኤክስ ንኩሉ ኣለዎ እዚ ተቀመጠ ነገር ኣብኡ ኬድካ ናትካ ተምጽእ ድሕን ሜትካ እኳ ኦኬ ገዲፍካዮ ኢኻ ኣይ- ኣይ- ኣይትብል ኣይትብል ኣይት- ኣይተጠቀምካሉን ማለት እዩ ዋይ ዘይትጥቀመሉ ሕጂ ንኣብነት እ፣ እዚ ሃፍቲሙ እታ ክስታይ እታ መ- እታ መፍተሚቱ እቲ ናቱ እዩ እቲ ናቱ ወሲዱ ናይ ዋላ ሓደ ሰብ ኣይወሰደ መስለና ካብቲ ሸቂጡ ካብቲ ምፂ ካብቲ ምፂ ኖ እታ መንገዲ ፈሊጥዋ ድሐን ካፍቲ ካፍቲ ካፍቲ ካፍቲ ናይ ግድን ከምኡ ክግበር ስለ ዘለዎ እዩ ተገይሩ ግን ሓደ ናይ ሓደ ርዝቆይ ድዩ ድብሎ ዋላ እንጀራ ዋላ ብሬድ በተርን ብሬድ ፅቡቅ ነገር ኣይወስድን እዩ ነናትና ኣለና ግን ክሰማማዕ ክኽእል ኣለዎ ድሌታትናን መንገድናን ንምንታይ ከኣ ኣነ ድሐን ሚእቲ ቅርሺ ንበሎ ብዙሕ ንኣምነት ብዙሕ እዩ ኸኣ ሚእቲ ቅርሺ ብዙሕ ማለት ብዙሕም ኣይኮነን እስነቲን ጥራሕ ኤግዛምፕል እየ ደልየ ሕማቕ ኤግዛምፕል ጥራሕ ከይከውን ሕጂ ንኣብነት I don't know what I was saying. Anyway, ናትና ተቐመጠ ነገር ኣለና እንዲዩ ኣነ ድሕን ኣውፅዮ ናዓዩ ናተዩ እቲ ካልእ ሰብ ድሕን ኣውፅዎ ናትዩ ናቱ ኣነ ብፍፁም ኣይወስድን እየ ናተይ ከዓ ንሱ ብፍፁም ኣይወስድን እዚኣ ከነፅረያ ኣለና ኣብዚ መፅ ዘኪረያ ኩሉ ነገርና ክሰማማዕ ከላሉ ንሓስቦን ንገብሮን ንብሎን ሕጂ ንኣብነት ኣብኤ ክብል ሓሲበ ነይረ ኣነ ሚእቲ ቅርሺ ኣምጽኤ ነዚ ክጸቅጦ ድሕን ኮይነ ሚእቲ ቅርሺ ኣይትርክባን እየ ኣይትመጸንን እየ ሓደ ነገር እዚ ክመፅእለይ ሸዓነ ከምዚ ገይረ ሸኦፍ ክገብረ ኖ ኖ ኖ ኖ ዩኒቨርሲቲ ኣይብልን እዩ ኦልሬዲ ኣሎ ኣብ ባንክ ኣሎ ኣብቲ ዩኒቨርሲቲ ባንክ ኣሎ ኣይ ኣየፍቅደልናን እዩ ኣይ ኣይትወስደን ሃረይ ድዩ ኮንካ ደለኻ ማለት እዩ ኦኬ ኣብ ድበጻሕካ ብጻሕ ዋላ ሃይ ብጻሕ ድሕን ኣንጻር ክትገብሮ ኮንካ ደሊኻ የለን ከማን ኣላ ሓንቲ ነቲ ጎረቤቱስ ሓንቲ ዓይኑ ከነቁሮ ስኻ ግን ክልተ ዓይንኻ ክትነቁር ን እዚ ከኣ ደሐን ሐደ ነገር ክትወስድ ኮንካ ንዓካ ንዕቤትካ ንክትሽር ንክትገብሮ ሕጂ ንኣብነት ኣነ ኣብዚ ከምዚ ድዛረብ ዘለኩ ንዓይ ዝከፍለኒ ሰብ የለን ጥቅሙ ናተይ ግን ደስ ይብለኒ ጽቡቅ ግብሪ እዩ ኢለ ስለ ዝኣምን ዋላ ካብ ብዙሕ ሰብ ሓደ ሰብ ድሕን ተጠቂሙሉ ካብዚ ኩሉ ተዛረብኩ ሓንቲ ነገር ንሓደ ሰብ ድሕን ተጠቂማ ንዓይ እኩል እዩ ኦኬ ክረዲት ይረክብ ከምኡ እዩ ዝሰርሕ ኦኬ ትህብ ትወሃብ ክትዋሃብ ኢላ እያ ትገብር ደላ ን ኣይኮነን ክዋሃብ ኢላ ኣይኮንኩን ናይ ግድን እዩ ከምኡ ክትገብር ዘለካ ኣነ ኮንትሮ ዋላ ኣነ ሕጂ ድሕን ምስጢር ፈሊጠ ሓንቲ ሰበይቲ ድሕን ርእሳ ሕሚማ ኣላ ኣስፕሮ እዩ ኮይኑ ፎሲኣ ኣነ ድሕን ኣስፕሮ ፎሲ ኣይኮነን ትሕመም ኢለ ድሕን ኡስ ኢለ ኣይኽእልን እዩ ነወይ ክትክእል የለን ኣ- ከይተረዳእካ ትዛረብ ከይተረዳእካ ትዛረብ ትዛረብ ትዛረብ ከምኡ እዩ ዳሲት ኮንትሮል የብልካ ኦቨር ዋት ኤቨር ዩ ዱ ሰብ ቦዲና ድሕን ፈሊጥናዮ የዘናግዓና ይሐጉሰና ኩሉ ነገር ኩሉ ነገር ዝተሓሰበ ካብ ኢለ ካብ እ፣ መጀመርታ ዓለም ዝተፈጠረትሉ ግዜ ስጋብ ሕጂ ኩሉ ዝተሓሰቦ ሰብ ዳሓሰቦ ኣኒማል ግን መን ተሓሰቦ ተቀሚጡ ኣሎ ሕጂ ሓድሽ ነገር ኣይኮነን ዩኒቨርስ ዩኒቨርስ ሓድሽ ኣይኮነን እ፣ ዝኾነ ሓሳባት ተሓሰበ ኣሎ ሕጂ ንስኻ ተሓስቦ ድሌታትካ በስ ብቁኑዕ ክመጽእ ክኽእል ኣሎ ሽዑ ሓንሳእ እቲ መንገዲ ድሕን ተኸፊቱ ኩሉ ነገር እዩ ዝመጸካ ድሌትካ እዚ መን እዩ ዝቆፃፀሮ ቦዲ እዚ ቦዲ እዚ ንገዛእ ርእሱ ናቱ ዩኒቨርስ እዩ እሱ ኢሉ ቦዲ ኣይኮነ ዳስዋይ ላይፍ ፕሬሽር እዩ ቦዲ ሽግር የብሉን ቦዲ ካብ እዚ ዓለም ቅጫ እንጀራ እንጀራ ላይ ወቴቨር በሊዕና ድዕበናዮ እዩ ውሽጥኻ ግን ክዓቢ ክኽእል ኣለዎ ውሽጥኻ ድሕን ዓብዩ ውሽጥኻ ድሕን ፈሊጥካ ውሽጥኻ ኣቲኻ ድሕን ፈሊጥካ ሓደ ዋላ ሓንቲ ነገር ኣየድልየካን እዩ ምክንያቱ እቲ ትርጉም ናይ ላይፍ ትርጉም ናይ ስለ ትፈልጦ ምክንያቱ ካብቲ ቦክስ ወፂኻ ኣለኻ ማለት እዩ ሕጂ ንኣብነት እዚኣ ከይትረዳ ገለ መለክ ፅሕፈት ኣሎ እዚኣ ሕጂ ኩባያ እያ ድሕን ተኸፊተላ ኣብቲ ውሽጢ በሎ ኩሉ ሰብ ኣብዚ ኣብዚ ዓለም ኩሉ ሰብ ኣብዚ ውሽጢ ኣሎ ድሕን ነብስኻ ፈሊጥካ ከምዚ ጌርካ ኢኻ ትሪኦ ኢማጂን ዳስ ዋት ኢት ኢዝ እሳ እያ ከምዚኣ ጌርካ ኢኻ ትሪኦ ኦ ማይ ጋድ ከም ኣውት ንዑ ክወጽእ ትደልዮ ሰብ እንታይ ይግብር ኣላ ውጻእ ክወጽእ ኣሎ ክፈልጥ ክኽእል ኣሎ ግን ኣብዚ ዝዓጸወ እንታይ እዩ ኣብዚ ውሽጢ ከምዚ ኢሉ እኳ እዩ ዝረአ ዳት ማች ኢኖ ካብዚ ክወጽእ ክኽእል ኣሎ ክሪኦ ኩሉ እቲ ከባቢ ክሪኦ ኩሉ እቲ ዩኒቨርሲቲ ክሪኦ ኣብቲ ድሕን ውሽጢ ኮይኑ ግን ኣብቲ ውሽጢ እቲ ኣብ ቦክስ ዳስ ዋት ኢት ሚን ኢን ደ ቦክስ እዚኣ እታ ኢን ደ ቦክስ ከማን ዜሮ ኣሎ እዚኣ ማለት እያ ኢን ደ ቦክስ ክበሃል ከሎ እቲ ሰብ ኣብቲ ውሽጢ ኣሎ ኣብቲ ውሽጢ ኣሎ እቲ ዝወፀ ግን ኣብ ደገ እዩ ዘሎ ከምዚ ኢሉ ክሪኦም ይኽእል እዩ ድሌቶም እፃወተሎም መዲሲን ተደልዮም መዲሲን እንኩም ውግእ ተደልዮም ውግእ እንኩም ገለ ከም ሄይ ክወጽእ ክኽእል ኣለዎ። እዚኣ ኩባያ ከ ከመይ ጌራ እያ ኩባያ ተፈጢራ? ሕጂ ብኡ ክዛረብ እዩ ፋንታስቲክ። ኦኬ እቲኣ ኩባያ ኢለያ ሕጂ ኤግዛምፕል ግን ቦክስ ማለት እዩ። ኦኬ ስሪዲ ገለ ምል ብዙሕ ሽማት ኣለዎ። ፋሽን ክንክተል ኣለና ምሽ ፋሽን እዩ ዝኽተል ዝብል ነዚ እዚ እዩ እቲ ዘሎ ፋሽን ናይ ብሓቂ ፋሽን ማለት እዩ። ኣብቲያ ናይ ኩባያ ክመ ቦክስ ኣውት ኦፍ ደ ቦክስ ዝብሎ ኣብቲ ቦክስ ውሽጢ ድሕን ኣለኻ እታ ውሽጢ ዘላ ኢኻ ትሪኣ ካብኡ ወጺኻ ክትርኢ ኣይትኽእልን ኢኻ ምክንያቱ ኣብኡ ስለ ዘለኻ ካብኡ ክትወጽእ ኣለካ እቲ ቦክስ እንታይ ሰሪሕዎ ሃይማኖት እምነታት ኮሚኒቲታት ካልቸራት እዚ ወዲ ዓደይ እዚ ወዲ ሃይማኖተይ እዚ ገለ ሕጂ ኣይትወፅን ኢኻ ኣብኣ ኢኻ ትወፅእ ኣብኣ ትእከብ ኣብኣ ትእከብ ከይብሉና ከምዚ ኣይትግበሩ እዚ ንገዛእ ርሱ መእሰሪ እዩ ኣብ ፕርዝን ኣለኻ ማለት እዩ። ሶ ናትካ ናይ በነኻ ካኩን ኩባያ ሰሪሕካ ኣለኻ ማለት እዩ። ካብኡ ወፂኻ ክትርኢ ክትክእል ኣለካ ኻ ድብል ኣብ ትግርኛ ሆፕፍሉ ከምኡ እዩ ሓንቲ ኖኖ ከምኡ ይኮነን ኢላ ፀሪፋትኒ ነራ ግን ያላ ከምኡ ይመስለኒ ሕጂ ካብቲ ኩባያ ቦክስ ወፂና ክንርኢ ኣለና ማይ ጉድነስ ድሕንደለካ ክንምለስ ንኽእል ኢና ናብቲ ኩባያ ንኽትምለስ ወላ ሓደ ጠጦ ደብላካ የለን ኣይትምለስን ኢኻ ምክንያቱ ዋው ኢኻ ትብል ምክንያቱስ ጆክ ምዃኑ ሽዑ ትፈልጥ ዓለም ጆክ ምዃና ትፈልጣ

ብጣዕሚ ሕጂ ግን ተበለፀ ደገ ፓርክ ምኻድ ሙዚቃ ፎቲ ሳዕስዒት ፈቱ ግን ብዝያዳ ሕጂ እዚ ካብ ምስዕሳዕ ጥራሕ ዘይኮነ ናይ ካልቸረ ኢለሲ ካብ ውሽጠ እየ ዝስዕስዕ ፆታ ኣይኮነን

ንምንታይ መይቱ ምክንያቱ ሞት ድበሃል የለን ቅድሚ ሕጂ ለ ሆፍሊ ሕጂ ሃማ ንብል ኣለኹም ሞት ድበሃል ነገር የለን ግን መይቱ ሰብ ኢልናስ ንበኪ ኩሉ ግዜ ንበኪ ካብ ዝፍጠር ዓለም ንበኪ እሱ ንገዛ ርሱ ኣብታ ኩባያ ኣለኻ ማለት እዩ ምክንያቱ እዚ ፈሊጥና ኣለና ሰብ ከም ዝመውት መይቱ ከዓኒ ትንፋስ ኣይመወትን እዩ እዚኣ መፅሓፍ ቅዱስና ትብለና እያ ዋላ ባይብልና እ፣ ቁርኣንና ይብለልና እዩ ምሽ ሰብ እ፣ ትንፋስ ኣይመወትን እዩ ሰው ኣበሎ ትሽግር ኮምፕላንሊስ ኮምፕላሴ ንምቅያር ሽግር ኣይረኣየንን እዩ ኢንፋክት መሪፅካ ኢኻ ትመፅእ እንታይ ዓይነት ክትከውን ትደሊ እንታይ ምክንያቱ ኣይረኣየካን እዩ እዚ ከምዚ እዚ ከምዚ ኣይረኣየካን እዩ ኩሉ ሰብ ላይፍ ኣብ ሓደ ነገር ኣትዩ ግን ስራሕ ይሰርሕ ደምፅዕ ገይር ከይድ እዚ ነብስኻ ምስ ፈለጥካዮ ጥራሕ ነብስኻ ክትፈልጥ ከመይ ጌርካ ትፈልጥ ኦ ማይ ጋድ ዕስራን ገለን ደኣ እዩ ኮይኑ ነብስኻ ኣይ ቲንክ ካልእ ክገብር መስለኒ ምክንያቱ ሎንጎ ድሕን ኮይኑ ፅቡቅ ኣይኮነን ሰብ ክሪኦ ብዙሕ ግዜ ከጥፍ እዩ ኣዜ ቻው ኣይ ሆፕ ናይ ቦዲ ከቨር ገይረያ ክኸውን